ሰላም ዝኸበርኩም ሰማዕትና እምበኣረከስ ብመጀመርያ ካብ ልቢ ስለ እቲ ኩሉ ትገብርዎ ምትብባዕ ከየመስገንኩኹም ክሓልፍ ኣይደልን ሎማዓንቲ ጥዕና ንምንታይ ዝብል ርእሲ ሒዘ መፅየ ኣለኹ ንምዃኑ ጥዕና እንታይ እዩ ዝብል እውን ኣለዎ ኣብ መወዳእታ ብፍላይ ድማ ጥዕና እኳ ንኩላህና ኣገዳሲ እንተኾነ ብፍላይ ንደቂ ኣንስትዮ ኣሕዋትና ንደቂ ኣንስትዮ ዝኸውን ኣዝዩ ኣገዳሲ ከይፈለጥናዮ ብዙሕ ግዜ ክንጥቀመሉ ዝጸናሕና ነገር ስለ ዘሎ ሎማዓንቲ ድማ ብዛዕባኡ ክንርኢ ኢና እምበኣረይከስ ናብኡ ከብለኩም ጥዕና ንደቂ ሰባት መደባት ምስራዕን ብህይወት ምንባር ኣብ ኩሉ ጽልታት ናብራና ዕውታት ንምዃን መሰረታዊ ዝኾነ ነገር እዩ። ይኹን እምበር መብዛሕትና ንጥዕናና ቀዳምነት ኣይንህብን ኢና። እዚ ኸኣ ኣብ ናብራና ኣዝዩ ኣተሓሳሳቢ ይኸውን። ንጥዕናና ቀዳምነት ንህብ እንተድኣ ኮይንና ድማ ኣብ ኩሉ ናብራና ተጠቀምትን ዕውታትን ንኸውን። ቁጽሪ ክልተ ንምዃኑ ጥዕና እንታይ እዩ ጥዕና? ብኣገላልጻ ውድብ ጥዕና ዓለም፣ HWO፣ ሓደ ሰብ ኣካላዊ፣ ኣእምሮኣዊ፣ ቁጠባዊ፣ ማሕበራዊ፣ ኩሉንትናዊ ድሕነት ማለት ኮይኑ፣ ናይ ሕማም ስምዒታት ዘይምህላው ግና ጥዑያት ከብለና ኣይክእልን እዩ። እምበኣርከስ ሕጂ ብምቕጻል ብዛዕባ እታ ብፍላይ ንደቀንስትዮ ትምልከት ዝበልኩዋ ብዛዕባኣ ከርእየኩም እየ። እምበኣር ሕጂ ናይዘን ክልተ መንጽሂ ዓለባ ክፍልልየን ክንርኢ ኢና። እዚኣ ናይ ኤልወይስ እያ። ኣብዚኣ ከምዚኣ ክገብራ እየ። እዚኣ ድማ ናይ ኤርዝ እያ ካብ ባህርያዊ ዝተሰርሐ መንጽሂ ዓለባ እዩ። እዚ ድማ ከምዚኣ ገይረ እዚኣ ድማ ኣብዚኣ ክገብራ እየ። ከምዚኣ ጌርና እዚኣ ናይ ኦልዌስ እያ እዚኣ ከዓ ናይ ኤርስ ካብ ባህርያዊ ዝተሰርሐ መንፅሂ ዓለባ እዩ ሕጂ ኣብ ክልተ ብኬሪ ሓደ ዓይነት ዓቐን ማይ ዘለዎን ጌይረ ኣለኹ እዚ ማይ ናብ ክልቲኡ ክነፍስሶ ኢና ክሳብ ክንደይ ከም ድሕዝ ወይ ከኣ እንታይ እዩ ከመይ ክኸውን ከኣ ብሓንሳብ ክንርኢ ኢና። ኣብዚኣ ኣፍሲሰ ኣለኹ ሕጂ ድማ ነዚኣ ድማ ከነፍስሳ ኢና ኣብዚኣ ከምዚ ገይረ እዚኣ ድማ ኣብሲሲ ኣሎ ኣብ ክልተ ብኬሪ ሓደ ዓይነት ዓቐን ማይ ዘለዎ ገይረ ንክልቲኡ ርኢና ኣለና እዚ ንብረት እዚ መንፀሃ ዓለባ ንሕና ደቂ ኣንስትዮ ናይ ግድን ክንጥቀመሉ ንግደድ ኢና ብባህርያዊ ተፈጥሮ ማለት እዩ ሕጂ እቲ ጥዕና ዝህበናን ጥዕና ዘይህበናን ክንርኢ እንዲና ደሊና እዚኣ ሕጂ ክንሪኣ ኢና ከምዚኣ ጌርና ክሳብ ክንደይ ናይ ተጸዋርነት ክእለት ኣለዎ ኢና ክንርኢ እዚኣ ክጸምቋ እየ እዚኣ ገይረ ጸሚቑያ ኣለኹ እቲ ዘፍሰስኩ ማይ ልክዕ ከም ጨርቂ ተጸሚቑ ወፂኡ ኣሎ ኣብ ውሽጡ እንታይ ኣሎ ድማ ሕጂ ክንሪኦ ኢና ኣብ ውሽጡ ድማ ጡጥ ጡጥ ኣለዎ ኣብ ውሽጡ ጡጥ ኣለዎ ዝበታተን ጡጥ ማለት እዩ እዚኣ ትመስል እዚኣ እዚኣ ከምዚኣ ክገብራ እየ ምክንያቱ ከምዚ ዝገብሮ ዘለኹ ንምንታይ እየ ድሓር እቲ ማይ ክንሪኦ ስለ ዝኾንና ክንምንታይ ማይ ዝኸውን ካብቲ ናይ ኤልወይስ መንጽህ ዓለባን ካብቲ ናይ ኤርዝ መንጽህ ዓለባን ወፅኡ ንምባል እየ ከምዚኣ ክንገብር ኢና እዚኣ ጌርና እዚኣ ክፀምቋ እየ ልክዕ ከምታ ነቲ ሓንቲ ድገበርኳ ተፀሚቑ ዋላ ሓንቲ ድወፅእ የለን ልክዕ ከም ጀል ኮይኑ ካብትን ካብትን ይኸይድ ኣሎ ድሮ እኳ ካብ ክትረት ምጽቧቕ በዚ በዚ እንህለ በዚ ባዕሉ ተቐዲዱ ወጺኡ ልክዕ ጀል ተቐይሩ ጀል ጀል ኮይኑ ሪእዎ ርእዮ ኣሕዋተይ እዚ ዝተፈ ብዙሕ ደረጃታት እዩ ዘለዎ ዝተደራረበ ካብ ሉስሉስ ጡጥ ዝተሰርሐ ሙቹእ ክትገብሮ ከለካ ኣብ ኣካላትካ እዩ እዚ ከኣ እንሆ ናብ ጀል ተቀይሩ። ጡጥ ኣይኮነ ገለ ኣይኮነ በቃ ጀል ከምዚ ጌርካ ክትሕዞ ከለካስ ጥዑም ምቹእ እሞ ኣብ ኢደይ ክንድዚ ጣዕሚ ዘለዎ ደኣ ኣብ ውሽጢ ኣካላትና ኣብቲ ተነቃፊ ዝኾነ ውሽጢ ኣካላትና ክሳብ ክንደይ ጥዕና ህበና እሞ ከኣ ኣንቲባክቴርያ ኣለዎ ናይ ማህፀን ረኽሲ ንከየጋጥመና ካብቲ ትሕዝትኡ ማለት እዩ ብፅሬቱ ፍሉጥ ዝኾነ ውሑስ ዝኾነ ንውሽጣዊ ኣካላትና ጥዕና ክህበና ድኽእል እምበኣር ንኽልቲኤን ከርእየኩምየ ከርእየክንየ ኢለ ጸኒሐ እቲኣ በይና ገይረየ ኣለኹ እዚኣ ድማ ሕጂ ወርሓዊ ጽግያትና መጺና ምስ ፈሰሰ ልክዕ ብማይ መሲልናዮ ኣለና ብማይ ጌርናዮ ኣለና ልክዕ ከምኡ እዚ እቲ ዝሕዞ ርኢናዮ ኣለና እዚ ሓንቲ ከዓ ርኢናያ ኣለና ሕጂ ኣብ ክልቲኡ ሓደ ዓይነት ብዝሒ ዘለዎ ማይ ስለ ዘፍስስናሉ ናይ ክልቲኡ ድማ ክንምንታይ ዝኾን ማይ ሓሊፉ ነቲ መንጽሂ ዓለባ ሓሊፉ ሲ ክንምንታይ ዝኸውን ማይ ክንርኢ ኢና ማለት እዩ እዚኣ ኣብዚኣ ንህለት ናይ ኦልዌስ እያ ዳርጋ ኩሉ እቲ ማይ ፈሲሱ እቲ ቁርብ ክሳብ ኣብዚኣ ሓንጻጽያ ነይራ እቲ ቁርብ መተርከሲ ጥራይ ኮይኑዎ ማለት እዩ ነቲ መንጽፍ ዓለባ እዚኣ ድማ ረእየዋ ረእያ ኣሕዋተይ ረእያ በቃ እዚ እውን ጀል እዩ ዝወድቕ ደሎ ጀል ኮይኑ እምበኣርከስ ንሕና ደቂ ኣንስትዮ እዚ ከይረሳዕኩልክ ናብኣ ከለኹ ኣብዚኣ ድማ ኣብዛ ናይ ኤርዝ ድማ እዚ ኣላታ እዚኣ ድማ መመርመሪት እያ ኣብ ውሽጢ እያ ትርከብ ነዛ መንጽሂት ዓለባ ምስ ገዛእካያ ኣብ ውሽጣ ኣላ እዚኣ ድማ ንመርመረላ ረኽሲ እንተሃሊና ዝኾነ ይኹን ስምዒታት ዝስማዓና ትኮይኑ ክንሸይን ከለና መመርመሪት እያ እዚ ድማ ዝበለፀ ኣብ ግዚኡ ፈሊጥና ዝኾነ ይኹን ሽግር እንተደኣ ሃልዩ ኣብ ርሕምና ኣብ ግዚኡ ፈሊጥና ጥዕናዊ ኩነታትና ክንፈልጥ ንኽእል። እዚኣ እዛ ናይ ባህርያዊ መንጽህ ዓለባ እያ። እዚ ናይ ባህርያዊ ዓለባ መንጽህ ዓለባ ክንመርጸሉ ንኽእል ብጽሬቱ ካብ ጡጥ ዝተሰርሐ ስለ ዝኾነ ጸረ ባክተርያ ስለ ዘለዎ ንናይ ረኽሲ ማህፀን ብዙሕ ውሕስነት ስለ ዝህበና። ብዙሓት ኢና ብናይ ረኽሲ ማህጸንን ብኻልኦት ዓበይቲ ሕማማትን ብፍላይ ደቂ ኣንስትዮ ንጥቃዕ። ስለዚ ደቂ ኣንስትዮ የሕዋተይ እዚ ካብ ኮነ ካብ ረኣናዮ ክንጥቆሞ ከኣ ግድን ካብ ኮነ ብባህርያዊ ዝተዋሃበና ጸጋ ምግዛእና ዘይተርፈና ነቲ ጽቡቕ ነቲ ጥዕና ዝህበና እሱ ንጠቕም ክብለክን እደሊ። ኣብኡ ከለኹ ድማ ንደቂ ተባዕትዮ የሕዋትና እውን ክላወበኩም እፈቱ። እስኻትኩም ንዓና ጓል ኣንስተይቲ ፍዮሪ እያ። ማይ እንተ ኣስቲኻያ፣ እንተ ኮስኪስካያ፣ እንተ ተኸባኺብካያ ፍዮሪ ጽብቕቲ ክንሳ መሊሳ ትጽብቐልካ። ጓል ኣንስተይቲ ድማ ልክዕ ከምኡ እያ። ብኹሉ በቲ ዘድልየና ንዓና ክትድግፉና ከተተባብዑና እላወበኩም። ምኽንያቱ እቲ ጽባቐና ንኽነብር። እቲ ጽባቐና መሊሱ ንኽጽብቕ ጓል ኣንስተይቲ መሰረት ናይ ሕብረተሰብ እያ። ኣደ እያ፣ ሓፍቲ እያ፣ ሓላይት፣ ኣማኻሪት፣ ሓላል፣ ጸዋር፣ ብዙሕ ሓላፍነት ትስከም። እሞ ጓል ኣንስተይቲ ልክዕ ከምቲ ንፈልጦ ኩላህና ኩላህና ዘይንስሕቶ ኩላህና ንፈልጦ ኢና። መሰረት ናይ ሕብረተሰብ ዝኾነት ነዛ መሰረት ናይ ሕብረተሰብ ዝኾነት ከኣ ብኹሉ ክንድግፋ ብፍላይ ድማ ጥዕና እኳ ንኹላህና ኣገዳሲ እንተኾነ ንደቂ ኣንስትዮና ድማ ኣዚና ክንግደስን ክንድግፈን በቲ ዝግብኣን ክላወበኩም እፈቱ እሞ ናይ ሎማዓንቲ ቪድዮይ ከምዚኣ ትመስል ብኻልእ ቪድዮ ክሳብ ንራኸብ ኣኣብ ዘለናዮ ሰላምና ይብዛሕ ቻው